እወ ትግርኛ እታ ሓደ እዩ ሓደ ክስታይ ኣለዎ ዛንታ ከኣ ብ ኩሉ ተፈላለየ እቲ ስርዓት ዝጸሓፎ ኣሎ እምበር ኣብ ዕስራን ኣርባዕተን ሰዓት ከተዐርዮ ትክእል ነገር እዩ ኣነስ ዓቢ ጉዳይ ጌረስ ኣይርእዮን እየ እዚ ናይ ትግርኛ
ስለምንታይ ዓዲ ኣብ ስልጣን ስለ ደየለና ንዓና ወኪል ኮይኑ መንግስቲ ዝሰርሓልና ንዓና ሓላፍነት ዝወስደልና ስለ ደየለና ኢና እቲ ኩሉ ሰብ በትን በትን ዝጣፋኣሉ።
ተስፎም

እዚስ ካብ እርባዓታት ሓምሳታት ሽግር ናይ ሰራየ ኮሎ ጉዛይ ዝባሃል ነገር ኣሎ ከመይ ኢሊ ተበጊሱ ከመይ ኢሉ መጺ ገለመለ እንታይ ኣሎ።
እዛ ምስ መግዛእቲ ዋላ እዛ ዓረብ ምስ መግዛእቲ ሃገራት ኖኖ ጆግራፊ ዝፈጠሮ ኣሎ እቲ መበገሲኡ ጆግራፊ እዩ እዚ ንሕና ኣነ ብዚ ዓሰርተ ዓመት ክምር ኢስያስ ዝፈጠሮ ሽግር ኣሎ ኢለ ተዛሪበ ኣይፈልጥ ነይረ ከምኡ ውን ሰሚዐ ኣይፈልጥን እዚ ሽግር ሲ በቃ ምስ ኢስያስ ዝመፀ ሽግር እዚ ብኤርትራ ዘሎ ሽግር ኢስያስ ዝፈጠሮ የለን በቃ ጥልያን ካብ ዝመፀ ኣባሓጎይ ናይ ጥልያን ወታደር ኮይኑ ሞይቱ ጥልያን ዘእተዎ ባሕቲ ሓጎስ እዚኦም ካቶሊክ ከኒሻ ዘእተውዎ እንታይ ኣሎ ባታ ሓጎስሲ እዚ እስኻ ሽግር ኣይኮነን ትብሎ ዘለኻ ባታ ሓጎስ ካቶሊክስ መሪሖም እዮም ንጥልያን ናበኤትዮሞ ንኤርትራ ኣብ ኩሉ ዋላ ክነግረካ ጽንሐኒ እሞ ክነግረካ ግብፂ ኮይዱ እኳ ኮዲዑ ስምዓኒ ደሓኒ ክነግረካ እንተ ትፈልጥ ኮይንካ እንተ ናይ ባህታ ሓጎስ ፈልጥ ኮንካስ ካብ ባህታ ሓጎስ ንላዕሊ ሽግርስ እንታይ ሽግር ኢኻ ደሊኻ እዎሞ እዚስ ኣብ ድኮነ ሃገር ዋላ ን ኣሜሪካ ድጠልም ሰክሪቲ ሓደ ሲኣይኤ ድዩ ድኮነ እዚስ መስርሕ እዩ። ሓደ ኣይኮነን
ሓደ ኣይኮነን ብሙሉኡስ። ኣኮሎጉዛይ እስኻ ሕጂ እዚ ኣብዚ ዝገብረ ሰላሳ ዓመትሲ ክንደይ ደቂ ኮሎጉዛይ እዮም ዓገብ ክብሉ ሪኢኻ ትፈልጥ። ንገረኒ ክንደይ ተብሪኻ ኣለኻ ዓገብ እዩ ሎምሲ እዚ ዝግበር ዘሎስ ጌጋ እዩ እዚ ኣንጻር ስዋት ኣንጻር ባንዴራ ኣንጻር ገለ ዝግበር ዝኩሉ ናይ ሓመዱ ዝኩሉ ናይ ተቋምቲ እዚ ክንደይ ሰብ ኢኻ ረኺብካ ዓገብ ዝብሎ ተስፎም መለሰ
እንድዕሎም ናይ ምርካቦም ድረኸበስ ኣሎ ተስፎ ከከም ድላየካ ከምዚ ሓደገኛ ዘረባ ደደርቢኻ እንድዕሎም ኣይትበል ኣነ ሕጂ ክዛረበሉ ጸኒሐ እቲኦም ዝገብሩ ኣለዉ እቲኦም ስቕ ኢሎም ዝድግፍዎም ዝሰምዑ ኣለዉ ስቕ ኢሎም ዝዕዘቡ ሰባት ከዓ ሰለስተ ኣለዉ ክብለካ ጸኒሐ እቲኦም ዓገብ ዝብሉስ ዓሰርተ ሚት ካብ ሚት ይኮኑ

ክልቲኦም ሓደ እዮም ክልቲኦም ሓጥየተኛታት እዮም ኣብ ዝኾነ ሕጊ ከማን እንተ ሕማቕ ነገር ሪኢኻ እንተዘይ ሓቢርካ ፖሊስ ሕጊ እንታይ ትኸው ብሕጊ ዲ ብሞራል ክልቲኡ እንታይ ገብረካ ሕጅስ እንተኻ ትብ ዘለኻ ሕጅስ ሙሉ ምሸት ከም ዛረቦ ፀኒሓስ ሕጂ ወላ ሓንቲ ናይ ዓለት ናይ ሽግር የለን ክትብለና እዚ ኩሉ እዚ ኩሉ መንእሰይ እምኒ ሒዙ ኣብዚ ፕሪፈርስ ጉንበት ዕስራን ኣርባዕተን ዕስራ ሰነን ክበዓል የብሉን ኢሎም ዝጉስጉሱ ስቕ ኢሎም ዝርዩስ ክንደይ ካብ ሚእቲ እዮም ተስፎም
እዚ እሞ ናይ ፖለቲካ ወላ ዓዲ እንግሊዝ ፈረንሳስ እዜን ሃገር ንብለን ምስ ኣብ በዓል ፓሪስ ሓዊ እንድዮም ዝቕይርዎ ምስ ፖሊስን ገለን ክበኣሱ ክዳራበዩ

ኣታ ስምዓኒ ክነግረካ ስውኣትና ሂቦምና ፕሪፈሪ ዲኻ ኮንካ ሃንደበት እዛ ሃገር ተሰዊእና ድፋጫና ሰቲና እሶም ከምዛ ህቡና ሳይትፈልጥ ኒኻ መን ሂብና ትብል ኣለኻ። ኖ ኖ መንግስት ብደረጃ መንግስት ከምዚ እድሪስ ዓወት ባሕቲ መስከረም ከምዚ ድብል ኖ ኖ መንግስት ዲ ልኣላውነት መስዋእትን ኣምጺናዮ ዝሃበና ሰብ የለን።

ባሕቲ መስከረም መን ድሂብና እዚ ብረታዊ ቃልሲ ኢሉ እድሪስ ዓዋተ ኣብዕልዎ ኢልና ዘሎ ከምቲ እቲ ህግደፍ ሰርዑ ይህብና ዘሎስ ኮምኡ የለን ሕጂ ዝፍጠር ዘሎ እንታይ ዝፍጠር
ሕጂ ኢና ኣቦታትና ኣብ ደገ ሰሪዕካስ እትነግረና ዘለኻ ኖኖ ኖኖኖኖኖኖኖ ሕጂ ትዊስት ይትግበሮ ዕስራ እዚ ኣብዚ ደገ ዘሎ ፕሪፈሪ ጉንበት ዕስራን ኣርባዕተን ከይበዓል ዘብዓሉ ከኣ ኣሩግ ተሰቡት ባቃ ክህረሙ ክቅተሉ ሪኢና ኣብ ኣውሮጳ ድዩ እስራኤል ድዩ ኣሜሪካ ዕስራ ሰነ ከይተብዕልዎ ሸፋቱ እዮም ዕስራ ሰነ ሻድሻይ ወራር ተወዳኣሉ መዓልቲ ጉንበት ዕስራ ኣርባዕተን ከዓ ኣስመራ ካቴድራል ዝኣተናሉ መዓልቲ እዚ ክበዓል የብሉን ታሪክ ናይ ኤርትራ በቃ ኤርትራ ነፃ ሽሕ ሸሞንተ ምንተይ ሰዓን እያ ተፃሒፋ እዚ ብምሉእ ፕሪፈር ዝኣምነሉ እዩ

ኣብቲ ጸኒሓ ሶማል ተምጽእ ፈረንሳይ ተምጽእ እንግሊዝ ተምጽእ ክራኸብ ዘይግብኦ ነገር ከተራኽቦ ኣይትፈትን ተረዲኻን ዘለኻ ኣብዚ ሃገር የብለካ ዘለኹ ኣብ ዓዲ እንግሊዝ ኣብ ፈረንሳይ ባንዴሮም ከመይ ክትከውን ኣብ ባስኪልዲ ባስኪልደይ እዚ ናይ ሰውራ ፈረንሳይ ተገብረሉ መዓልቲ ኣብኡ ክትዕ የለ በኣሲ ፍልል የለ ኣብ ዝኾነ ኣውሮፓ ብባንዴሮም ብታሪኾም ዝበኣሱ ህዝቢ የለው ዋጋ ነዳዲ ወሲኹ፣ ዋጋ ገዛ ኸራይ ወሲኹ ግብሪ ከምዚ ኮይኑ ኣብ ፈረንሳ ዕግርግር መጸ። ኣብ ዓዲ እንግሊዝ ኢሚግሬሽን በዚሑ፣ ኢሚግሬሽን ከምዚ ኮይኑ ዕግርግር መጸ። ኣብ ናህናኹም ኣይኮነን ሽግር ዘሎ ኣብዚ እቲ ሻዕብያ ናይ ሸፋቲ እዩ እዚኦም ስዋኣ ሸፋቲ እዮም ዕስራን ኣርባዕተን ጉንበት ዕስራ ሰነ ኩሉ እዚ ታሪክ ናይ ሻዕብያ ክድምሰስ ኣለዎ ብልካ ኣለዎ እዚ ሕጂ ተሃቱ
መምህር ተስፍየ ኣብ ንተስፎም ደቦ ድለ ርእቶስ በብወገና ክንምልሰሉ ንሕና ከዓ ከምቲ እዞም ኣባላት ገለገለ ተቃውሞታት ክንምልሰሉ ዕድል ሃበና እስኪ ሕራይ መልስሉ ፈትኑ እምበር እንታይ ክትገብሮ ይትክእል
ያእ ደሓን ናቱ ሕቶ እንድዩ ግን እንታይ መሲልካ ተስፎም ንኣብነት ሲ ቀሊል እዩ እኳ ንምንታይ እካ እዚ ክሳይ ሲ እዚ ዓልየትነት ሲ ማዕረ ክንደይ ሓደገኛ ኮይዱ ከም ዝነበረ ሲ ሪኢካዮ ኢካ እዚ ምንቅስቃስ መፅዩ ግን ተስፋፅየን መፅዩ እቲ ናትና ክብርታት ኣፍሊጥና ትብል ኣለካ ኦኬ ፅቡቅ ኣለካ ግን ማዕረ ክንደይ ሓደገኛ ማዕረ ክንደይ ዕናዊ ኮይዱ ከም ዝነበረ እዚ ዓልየትነት ሲ ሪኢካዮ ኢካ ኦኬ ሕጂ ይሓይሽ ቁሩብ ግን እዚ ኩሉ ዓሌትነት እዚ ኩሉ ገለ ብዓይንና ዝረኣናዮ ብእምኒ ምድርባይ ተተኣኪብካ ሰብ ምቕታል ገለስ ዓይንና ዲኻ ከደፍነና ደሊኻ እዚ ከኣ ብጣዕሚ ሓደገኛ እዩ ተዘይተቋጻጺርካዮ መንግስቲ ኮንካ ንዕኡ ከኣኒ ንኸይቅጽል ከኣኒ መግትኢ ተዘይጌርካሉ ከምዚ ተስፋጽዮን ክብለካ ዝጸንሐስ ብምንታይ ኢኻ ስቕ ኢልካ እንድሕር ርኢኻዮስ እንታይ ኢኻ ክትገብር ደሊኻ ስለዚሲ

ሕራይ ዘዚ እዚ ዳኣ መምህር ተስፋጽዮን ቅድሚ ሕጂ ጽቡቅ ትምህርቲ ምሂርካና ኢካ እዚ ናይዚ ዓሌትነት ተረዲእና ብግቡእ ከንሰርሓሉ ንክእል ዳእታ ኣምጺእካ እቲ ሕብረተሰብና ኣበይ ብዝሕ ኢዩ ዘሎ እቲ ንዓሌትነት ክትሰብክ ካኣ ሞር ኣብቲ ጫፋጫፍ ዘሎ ብብዝሒ ብቁጠባ ዝተነጸለ ስቲል ከማን ሕጂ መኪና ትበሃል ዘይትኣቱ ከባቢ ኣብኡ ኣለው ተወሳኪ ከኣ ከምዞም በዓል ወዲ ጣባ እንዳኣተው ዝገብርዎ ዘለው ከምኡ ብብዝሒ ኣሎ ፍጫፈጫ ኮይኑ ግን ማዕረ ከምቲ ሕጂ ዝግለጽ ዘሎ ኣስጋኢ ከምዘይ ምኳኑ ተሓቢርና ክንሰርሓሉ ነርና ኢና ዳታ ከኣ ኣለና።

ኦኬ ኣብዚ ዳታ እንተ መጸና ውን ልክዕ እዩ በዓል ሪፎርም ዝገበርዎ ኩላህና ሰንቢድና ንባዕልካ ሰንቢድካ ኩላህና ሪኢናዮ ኣዋጻጽኣ ናይዚ ጋእዝያን እንተ ሪኢኻ ወይ ካብዚ ኣኼባ መጺኻ ዓዕ እንዳ በልካ ዝኸይድ ዘሎ ጊን ከምዚ ናይ ቀቢል ኣካይዳ ኢና ንኸይድ ዘለና ስለምንታይ ብለን ኣባላት ኣጋዝያን በቃ ናይዚ ከባቢ ኩኑ ናይዚ ፕሪፈር ይኹኑ ሸተት ሸተት ሸተት ኢሎም ዝኹሉ ሕቶ ተሪፍ ሕቶ ኣለዎ ድዩ እንታይ ኣሎ ዘይነፀረ እንዳበልካ ሸተት ሸተት ኢላ ኩላ ረጊፈያ ከም ቆፅሊ ባዕልኻ ዳታ ልዕለይ ትፈልጥ ዋላ ሓደ ብሓደ ከዓ ክንጠቕሶም ንኽእል ኢና ካበየናይ ከባቢ በዓል መን እዮም ወፂኦም እንታይ ሕቶ ሓቲቶም ዘሰንብድ ክሓቱ ንፅበዮም ኣኼባ ኣኪብካ እንዳሓተትካ ኩላ ጠፊኣ እቲ ዳታ ናይ ኩል ናይ ፕሪፈርን ናይዚ ከባብን ብምሉእ ማዕረ እዩ ጠፊኡ ርኢናዮ ኦኬ እቲ ሰብኣይ እዚ ኩሉ እንዳሓተተ እዚ መንእሰይ እንታይ የካይዳ ይኸይድ ኣሎ እንዶ ኩሉ ግዜ በቃ እስኪ እስኪ እስኪ ንብል ማልኻ እዞም በዓል ዝሰሉ ወፂኦም ከዓ ርኢናዮ እምቧእ እዚ ተሳትየን ይምህረና ይሓተና ኣሎ ዝኾነ ሕቶ ከይገበረ ከምዚ ዓይነት ዝካየድ ግን በቃ ወረዳ ኣነ እ፣ እዚ እዚ መን እዚ ትግርኛ ክዕረ ድዩ ኣይክዕርን ናብ ዝብል ጥርጣረ ከማን ኣትየ ሕጂ እውን ተኣኪብኩም ዘለኹም ኩሉ

ዝኾነ ሰብ ናቱ ሽግር እምበር እዚ ምንቅስቃስ ሽግር የብሉን። እዚ ምንቅስቃስ ኣብ ዝኾነ ይኹን ሰብ ኣይምርኮስን። እዚ ምንቅስቃስ ኣብ ታሪኽ ተሞርኪሱ ኣብ ሃገር ተሞርኪሱ ገለ ኣለዎ። እዚ ምንቅስቃስ ከኣ እቲ ቅድሚ ዓሰርተ ዓመት ዋላ እቲ ቅድሚ ሓሙሽተ ዓመት ዝነበረ ምንቅስቃስ ኣይኮነን። እዚ ምንቅስቃስ እዚ ኣበይ ደረጃ ኣበይ ኩነታት ኣለና ተረድእዎ።

ዝዛረቡ ይሕሹ ባካ ዋላ ንስካ እንዳወደቅካ ንመሃሮ ነገር ክህሉ ክእል። መሓሪ ሕጂ ኣክለካ መሓሪ ኣነ እንታይ እብለካ ዘለኩ እዚ እዚ ምንቅስቃስ ጽቡቅ እዩ ዘሎ የብለካ ከለኩ እንተ ስቅ ኢሎም ገለ ኢሎም የብለካ ዘለኩ ኣብዚ ክዛረብ ዝተከልከለ የለ ሪኢቶ ክህብ ገለ ገለ የለ ኣብዚ ምንቅስቃስ ውን እንታይ የለን የብለኩም ዘለኩ። እዚ ምንቅስቓስ'ዚ ዓሰርተ ሰዓት፣ መዓልታዊ ናይ ዓሰርተ ሰዓት ተለቪዥን ክስታይ እንዳገበረስ ኣብ ውሽጢ ኤርትራ ይጣፋእ ዘሎ። ኣብ ውሽጢ ኤርትራ'ዩ ለውጢ ዘምጽእ ዘሎ። ሕጂ ናይ ደገ ናይ ገለ ገለ ኣይኮነን። ተረዲኻ ዘለኻ ወይ ከምዚ ተስፎም ገለ ክገልጾ ገለ ዝፍትን ዘሎ ከኣ ከምኡ ኣይኮነን። ኣብዚ ደገስ መዓት መንእሰይ ሞይቱ መዓት ሰብ ሂወቱ ተባላሽዩ መዓት ዓለም ሙሉእ ደሰንብት ዕግርግራት እዩ ኔሩ ዋላ ናህና ሰውራ ድዩ ገለ ከመይ ኔሩ ገለ ኩሉ ነገራት እንታይ ኔሩ ተስፎም ግን ወላሓንቲ ሽግር የለን በቃ ኢሰያስ ይንበረይ በቃ ዋላ እዚ ገለ ትገብሮ ዘለኹም ሲ ተስፋጼን ሚሂዙ እንታይ ዝገብሮ ዘሎ እዩ እዚ ናይ ዓሌትነት እዩ ዝብል ዘሎ ሕጂ። ዓይኑ ዘውፀኤ ሓሶት እዩ እንታይ ዝገብር ዘሎ። ፕረዳ ድሕሪኡ ምስ ሶማልያ እተሓዞ ምስ ገለ እተሓዞ እዚ ናይ ናይ ኣቃውማ ናይ ሶሳይቲ ኣቃውማ ናይዚ ሃገር ናይዚ ትግርኛ ድዩ ናይ ገለ ብዙሕ ግዜ ስለ ዝተንተንናዮ ዋላ ፅሒፍናዮ ስለ ዘለና ናብኡ ተመሊሰ ክዛረብ ኣይደለንን ሓደ ግን ዝኾነ ሰብ ክርድኦ እዚ ሃገር እዚ ምንቅስቓስ ክዕወት እዩ።

ንኣንስቶ ሓንቲ መዓልቲ ከይቦኸረት እዚ ኩሉ ክንገብር ከልናስ ንምንታይ ማዕሪኡ ተቓውሞ ዘየጓነፈና?
እቲ ንሰርሖን መሰረትናን ሓቂ ስለዝኾነ። ኣይኮነን
ሓቂ ስለዘየለው ተትህልዎም ተቓውሞኻ ኣብዚ ደገ እንታይ ዘተቓወመና የለን። በበይኑ ዘጉርዕ ሰብ፣ ዝሓሚ ሰብ፣ ዝጻረፍ ሰብ፣ ገለ ዝገብር ሰብ ኩሉ ይኽእል እዩ። ተወዲቡ ግን ነዚ ናይ ኣግኣዝያን ቴሲስ ጽሒፉ መርትዖም ሲ ገለ ዝገብሮ የለን። ኣብ ውሽጢ ኤርትራ ከ ኮም እዩ። ኣብ ውሽጢ ኤርትራ ኮም እዩ። ምክንያቱ እቲ ሃገር እቲ ሕመረት ናይቲ ሃገር ንሱ እቲ ናይቲ ሓማሴን ገለ መለ ዋላ ኤርትራ ካብ ኢሰያስ ድዩ ካብ ገለ ድዩ ዝኾነ ተቃውሞ ዝኾነ ነገር ከምዚ ኣብዚኣ ስቅ ኢሎም ከምዚ ዝመኸኸ በሬ ዝመኸኸዎ ኣብ ኤርትራ ከከም እየ ክመክኽ እመክኸካ ኣሎ ሕጂ ሕጂ ተስፎም እንተ ክትረኣዳ ይህን ምሂን ክትበሃል ደሊኻ ኣ እንተ ኣሽሙ ክትገበር ትኸሊኻ እንተ ከምዚ ዓይነት እዚ ዓሌትነት ዘየለ ነገር ኢኻ ትፈጥሮ ገለ ብቀዳማይ ምሳይ ትዛረብ ነርካ ቅድሚ ክንደኻ ምሳይ ዕሊልካ ብ ቴሌፎን

ዓሌትነት የለን ሕጂ እየ ንመጀመርታ ግዜ ዝሰምዕ ዘለኹ ኣብ ኤርትራ ዓሌትነት ዝብል ሰብ ከማን እስኻ እኻ ንመጀመርታ ግዜ ዋላ እቶም ዓሌታውያን ከማን ዓሌታውያን ኣይኮናን ኣይብሉኻን እዮም። እወ እሞ እዚኦም ኩሎም ቤተሰበይስ ጓል ደቂ ኣምሓረ ጓል ገለ እዮም ድምርዖ ዋላ ኣብቲ ኣስመራ ዋላ ገለ እዮም ዋላ ሓደ ኣነስ ኣሎ ኢለስ ክኣምን ኣይክእልን። እስኻ ውን ጽንሓ ነግረካ እስኻ ውን ዓሌታዊ ኢኻ ማለት እዩ ብሞብስቦ ሃገርሲ ብሞብስቦ

ኣነ እቲ መጀመርታ ዝነበረኒ ርእይቶ ኣብ ዓሌታውነት ድዩ ገለ ኣለካ ምሽ ዝኾነ ይኹን ዕምቆት ዘይብሉ ድዩ ገለ እዩ ዝመስለኒ ነይሩ ከም ሰነ ኣሎ በቃ በልበልተልነት እንታይ ክኸውን እዩ ትግርኛ ቀልጢፉ ክርድኦ እዩ ዝብል እንታይ መረዳእታ ነይሩ እዚ ኣብዚ ዓሰርተ ዓመት ገገ ኣነ ሕጂ ኩሉ ግዜ ኣሎ ሓደስ

ኣብ መጀመርታ እስራኤል ብሓደ ንሰርሕ ኔርና ኣብቲ ናብ ምስ መጸስ ተቐቢለ ገለ ስራሕ ካብ ምሳይ እትዮ ምሳይ ንሰርሕ ኔርና ሕጂ ምስዚ ደንቦ ተቃውሞ ገለ ኣነ ካብ ቀደም ፓልቶክ ይጥቀም እየ ሰሚዐ ገለ ኤንወይ እዚ ናይ ውጭ ዘረባ የለዓል ናይ ውጭ ዘረባ የለዓል ገለ እንታይ ኮንካ ማሲ ብኣ እንታይ ይዛረብ ኣለካ ኢሉ ብዛዕባ ውጩ ሕጂ ትዝረብ ስማዕ ግን ነበር ሕማቕ እዩ ሕጂ ንዕሎ ነበርና ብዛዕባ ሕማቕ ውጭ ኢና ንዕልል ኔርና

ዝኣ ዘይትፈልጦ ሰብ ኣይትዛረብ ኣብ ዓለም ጠሚኻ ድዩ ስድራኻ ጠሚዮም ድዮም ገለ ድዮም በቃ ዝኾነ ይኹን ሽግር ሃሊካ ክፈትሐልካ ዝኽእል ከም ውጩ ለዋህ ሰብ የለን የለን ንስኻ ግን ሲ ኣገልግሎት ኣይትፈልጥ ገለ ኣይትፈልጥ ርኢኻ ዘይትፈልጥ ሰብሲ በቃ ጃስ ብዛዕባ ዘይትፈልጦ ነገር ኣይትዛረብ ይብለን ኣነ ናይ ብሓቂ ሽዑ ከምኡ ምስ በለኒ ምስኡ ወደሞ እዩ ብቐረባ ይፈልጦ ገለ ይፈልጦ ናይ ብሓቂ ኣይተኣሪመ ሕጂ ትፈልጥ ኢኻ እዚ ናይ ብርጌድ ንሓመዱ ገለ እዚ ናይ ኣግዓዝያን ገለ ምስ ኮንኩ ከምኡ ብዛዕባ ውጩ ብዛዕባ ዓሌትነት ከም ተወደሞ እየ ዝብለካ ዘለ ብዛዕባ ውጩ ሕማቕ ዝዛረብ ድዩ ብዛዕባ ዝዓሌታውነት ድዩ ብዛዕባ እዚኦም ጀነራል ሓማሴን ሕማቕ ዝዛረብ ሰብ ርኤ ይፈልጥ እመነኒ እቲ ሰብ ንሱ ትምህርቲ የብሉ ገለ የብሉ እዚ መፃ ኩሉ ከባቢ ፆርና እዚ ዓዲ ኣቦይ ኮይኑስ ናብቲ ጎቦታት ላዕሊ እዩ እዚ በዓል ማይ ውራይ ገ ዝበሃል ኣብኡ ዝተምሃረ ሰብ ከማን የለ ናይ ትምህርቲ ዕድል ዝረኸበ ሰብ ሶሎ ሓደ የለ ዳርጋ መሃይምነት ዘጥፈአ ሰብ የለ እንተበልካ ኣብቲ ከባብስ እዚ በዓል ማይ ውራይ በዓል በሽማዕ ገ ዝበሃልስ ናብ ፆሮና ከማን በቃ ተምሃራይ እንዳቦኹ እንዳተማሃዝካስ ብጣዕሚ ይኸቢድ ዳርጋ የለን ብፍላይ እትኦም ኣብ ኣርባዕታት ዕድመ ዘለዉ ሕጂ like እዚ እዚ ብቀረባ እየ ዝብለካ ዘለኩ ኣብዚ ከኣ ይብለካ ኣለኩ ሕጂ ምስ ወጹ በዓል ሃብቶም ገለ ኣነ ክነግረኩም ዋላ ሃብቶም ሕጂ ሃብቶም ውልቃዊ ሰብ እዩ ቴሌፎን ደዊልካለይ የልዕል እታ ተገድሶ ጥራይ ዝገብር ብዛዕባ ሰብ ድዩ ብዛዕባ ገለስ ኣነ ዓሰርተ ዓመት ምስኡ ሰሪሐ ሃብቶም ጽባሕ እንተ ዝስጎግ ኣነ ሃብቶም ወዲ ባይ እንታይ ኢኻ ኮንካ ዝኹሉ ብሓደ ንሰርሕ ኔርና ድስ እንታይ ኢኻ ኮንካ ደሃየ ሸሓት እንታይ ምደወለለይ ኣቶም ኣዝዩ ውልቃዊ ሰብ ኣነ ዓሰርተ ዓመት ምስ ሃብቶም ሰሪሐ ንሓንቲ ኢተርቪው ድዩ ገለ ክትረኽቦ ብውዕል ክንደይ ግዜ ክትድውሎ ኣለካ ንሃብቶም ገለ ዝኾነ ይኹን ምስ ሃብቶም ብሓንቲ ዝኾነ ይኹን ስራሕ ብቴሌፎን ዝተራኸበ ሰብ ይፈልጥ ዝኾነ ሰብ ሃብቶም ውፅ ምስ በለት ኣቀዳመይ ዘምፃ ዘረባ ግን በቃ ንዝሓመሸና ተሰጉግና ኣለና እንዳበለ ይትታል እጅ ሃብቶም ግን ካብዚ ምንቅስቃስ መውፅኡ ድገሉ ሽግሩ ከማን ዓሌታውነት ድገለ ኮነ ሃብቶም ፀ ኮነ ዓሌቱ ወላ ሕዋሕዋት ዘየገድሶ ተኮይኑ ኣነ ርግፀኛ ኣይኮንኩን ናብ ሕዋተ ደዊሉ ድሃይ ሕዋተ ክሓተት ርግፀኛ ኣይኮንኩን ሃብቶም ሃብቶም ባህሩ ሲ በቃ ኣይግድሶን ኣይግድሶን ናይ ዝኾነ ሰብ ኣይግድሶን ብዘይካታ ንሱ ዝደልያ ነገር ዘካታ ናቱ ከምዚ ለካ ሶሻል ሰብ ገለ ብዛዕባ ሰብ ተገዲሱ ክሓት ዝገብከም ይኮነ ሕጂ እዚ ናይ ትግርኛ እዚ ኣብ ኤርትራ ተፈጢሩ ዘሎ እዚ በዓል ኢሰያስ በዓል ኢሰያስ ኣይፈጠርዎን ገለ ብዙሕ ግዜ ካብ ኣርባዓታት መጺኡ ናይ ባዕላ ጎል በዓል ኢሰያስ ግን ንዕኡ ተጠቂሞምስ ንዕኡ ናብ ዝታይ ጌሮም እቲ እዚ ፖለቲካዊ ቤት ጽሕፈት ድዩ ገለ ሃንደበት ኣይኮነን እንታይ መጺኡ በቃ ካብ ካብ ጠቕላላ ካባቲ ሚእቲ ካብ ሚእቲ ካብ ትግራይ ኣምጺኦሞ ሕጂ ሃንደበት ነገር ዝበሃል ነገር እዚ ሕጂ ቀሊል ኣይኮነን ዮም ከንሻ ዲኹም ዘም ከቶሊክ ከኣ ንዕጽቦ ገይሮም ተጠቂሞምሉ ንዕኦምስ ኖኖ ታራ ነገር ኢሎም ገዲፎም ሱቅ ኢሎም ስልጣን ክህቡካ እዮም ሱቅ ኢሎም በቃ ንሶም ከም ከም ሮያል ፋሚሊ ስልጣን ዝምልከቶም ንዕኦም ጥራይ ንሕና ዘይተማሃራ ደቂ ሓረስቶት ደናቁር ምኳንና ዛሃገር ከም ዘይትምልከተና ካብ ዝርድኦም ኣማኢት ዓመታት ሓሊፉ ሕጂ ንሶም ሱቅ ኢሎም ንዚ ዓሌትነት ብሓንቲ ግዜ እንዳጥፋዕካዮ ሱቅ ኢሎም ክርእዩካ እዮም መሬትካን ርስትኻን ሃብትኻን ሱቅ ኢሎም ክህቡካ እዮም ኢልካ ትሓስብ ተሃሊኻ ተስፍኦም ወይ ከኣ ንዚ ትርእዮ ዘለኻ ተመኩሮ ናይ ዓሰርተ ዓመት ልዕሊ ዓሰርተ ዓመት ቀሪበ ኣለኹ ትብል ኣለኻ ብምቅሳስ ተመኩሮ ዘይምህረካ እንተኮይኑ ነቲ ሽግር ክትፈትሖ ከኣ ወላሓንቲ ድሉውነት የብልካን ተስፎም ሕጅስ ንቲ ዘሎ ንግጠሞ በቃ ኣነ ካብ እዚ ምንቅስቃስ ንጸሎ ኢና ዝብሉ እዚ እዚ እዚ ፕሪፈር እዚ መጀመርታ እዚ ምንቅስቃስ ኩሉ ይድግፎን እዮም በቃ ምክንያቱ እዚ ተነጽሎ ዓጋመ ኢኹም ገለ በቃ ንዓ ተቀንጢጣህን ዘይድግፎ ይነበረ ግን ክውደብ እንተኮይኑ ተስፋጼን በኻ ስልጣን ንለይ ወን ዝብልካ ኣነ ዓሰርተ ዓመት ኣብዛ ውደባ ኮይነ ሰሪሐ ኣብዛ ሚድያስ ዓሰርተ ዓመት ኮይነ ሰሪሐ ምስ ውደባ ምስ ገለ ዝተኣሳሰር በቃ ንተስፋጼን ንተስፋጼን እዚ ምንቅስቃስ እዩ ቤላ ይኩ ግን ተስፋጼን ዘይተዓልዎ እዮም ዝብሉ እንታይ ኮን እዩ መሃርቶም ዘይተዓልዎ ኢሎም ሓይቶምና ዘይፈልጡ እንታይ ኮይኖም እዮም ንስኻ ዘይትእለ ኢሎም ዘይፈልጡ ወይ ኣይትፈልጥ ዲኻ ዘይብሉ ሕጅስ እንታይ ኣይትኹን ተስፎም ከምዚ እዚኦም ሰባት እዚ ገለ ዋላ ኣምሓር ዘምፀኻዮ ክነገረካ ኣብ ስደት ዋላ እዞም ሰባት ሕጂ ስደት ንኩሉና እዛ ካፒታሊዝም ዝበላ ተስፊ ንኩሉና ይውሕጠና ኣሎ ኣነ ርግጸኛ ኣይኮንኩን ሽዱሽተ ዓመት ድዩ ሸውዓተ ዓመት ኣይኮን ኣብ ፖለቲካ ኤርትራ ድየ ገለ ብዚኣ ከምኣ እንተ ቀጺለስ ክሳተፍ ድየ ቁልሕ ኢለ ክሪኣ ከምኣ ርግጸኛ ኣይኮንኩን ምክንያቱ ቆልዑ እንዳ ወለድና ናብራ እንዳ ከድና እንዳ ገለስ ሂወት እንዳ ወሓጠና እንዳ ወሓጠና እግርና እንዳ ኣተወት እንዳ ኣተወትሲ ሽዑ እግርና ካብታ ረግረግ ዘይትወጸላ መንገዲ መዓት ትግርኛ ኣሕዋትና ቤተሰብና ኣባላትና ኣብዚ ዝነበሩ መዓት እዮም ወላ መዓት ድልየት እንከለዎም በቃ እግሮም ካብታ ረግረግ ከውጽኡ ኣይክእሉን እዮም

እዚ መናባብሮ ናይ ኣውሮጳ ንዚ ገለ ትርእይዎ ዘለኹም ቁጠባ ድዋዕዋዕ ኢሉ ገለ ኢሉ ኣደዳ ስራሕን ገለን ቆልዑ ጎቢዞም ኣብ መዓሽ ሽግር ገለ ዘውድቁና ዘለዉ ዋላ ንሕና ንምከሐሉ ሰብ የለን ኣበይ ኢና ክንጠልቅ ኣበይ ኢና ክንጠልቅ እቲ ዘራጋግጽሲ እታ ንነብሱ ኩሉ ግዜ ከም ዝኽእላ ዝኣምንን ዝፈልጥን ጥራይ እዩ ዘራጋግጽ ኩሉ ግዜ ቆልዑ ድዩ ቆልዑኡ ዝወለዶም ጥዑይ ስራሕ ዘለዎ ድዩ ገለ ዘረጋገጸ ኣዝዮም ውሑዳት እዮም ዜሮ ዜሮ ሓደ ሚእታዊት እዮም ካብዛ ኣባል ብምሉእ እንቲኹም ሰለስተ ወይ ኣርባዕተ ተምጽእልኩም ነፍሲ ወከፍና ሽዱሽተ ወርሒ ንጠፍእ ናብራ ገለ ኮይኑና ገለ ኮይኑና ገለ ኮይኑና ኣብዚ ኤርትራ እዚ ትግርኛ ፖለቲካ ኤርትራ ኣብዚ ዩቱብ ክይዱ ኣብ ቲክቶክ ከይዱ ሎሚ ፖለቲካ ዝዛረብ ትግርኛ የለን ምክንያቱ እቲ መነባብሮ በቃ ርግርግ ርግርግ ኣቢሉና እቲ እዚ ትግርኛ ኣብ ደገ ዘሎ ብምሉእ ካብ ፖለቲካ የለ ኣሎ ካብዚ ናይ ህግደፍ በልዎ ካብዚ ገለ በልዎ ከምኡ ዝገብር ዘሎ ግን በቃ ገለ ስለ ዝኾነ መፍትሒ ስለ ዝረኸበ ኣይኮነን እቲ መነባብሮ እጋሩ እንዳወሓጦ እንዳወሓጦ ተዋሒጡ ይጠፍኣል ሕጂ እቲ ሕጂ እዚ እዚ መነባብሮ ድዩ እዚ ገለ ከም ዝገብረና ዘሎ ስቕ ኢሉ ሰብ ከይዱ እሞ ከምዚ ኮይኑ ከምዚ ኮይኑ ምሓር ዝብል ካብ ብፍላይ ኣባላት

ኣነ ኣብ እስራኤል ኮይነ ቅድሚ ኣርባዕተ ዓመት ዝቅመጦ ዝነብሮ ዝነበርኩ ዓይነት መነባብሮ እዚ ውሮጳ ኣብዚ ካናዳ ገለ መጽየ እዚ ናይ ስራሕ ዕድል መነባብሮ ከመይ ተቃያይሩ ከመይ ገለ ሂወተይሲ ማዕረ ክንድዚ ክቅየር እዩ ኢለ ሓሲበ ኣይፈልጥን እየ። ክንደይ ናይ ትግርኛ እዩ እዚ ናይ ቁጠባ ጽልዋ እዚ ናይ ኩናት ጽልዋ እዚ ናይ ነዳዲ ድዩ ናይ ስራሕ ስእኖት ሽቅለት ኣልቦ ኣልቡነት ቅድሚ ድሕሪ ክልተ ዓመት ሰለስተ ዓመትሲ ከምዚ ክመጽእ እዩ ኢለ ዝፈልጥሲ ክንደይ ትግርኛ ይበል።

እዚ ስብሓት ጉልፎ ዶ ገለ ዶ ፍሊጶስ እንዳሳዕሰዐ ምስ ሓራሙ ዶ ገለ ዝህቦም ቃል ባዕሉ እቲ ሃገራዊ ድሕረት ባዕሉ ኢሰያሽ እዩ ስለዚ ንባዕሉ እዚ ንሓሞቱ ገለ ገለ ዝባሃል ኣወል ሲዒድ መጺኡ እዩ ፈጢርዎ እዚ ማለት ኢሰያሽ እዩ እዩ ንባሃል ኔርና which is ሓቂ ሕጂ
እንተ ኢሰያስ ነዚ ዓሌትነት የመሓድሮ ይጥቀመሉ ኣሎ ኮይኑ እዚ ፒፈሪ እዞም ዓሌታውያን ገለ ከኣ ኣብዚ ኮይንና ግና ኣብ ሓደ ወለዶ ኣይዕረን እዩ ኣብ ደቆም ኢና ክንዕርዮ ኢና ኢልና ንኣምን ምክንያቱ ኣብዚ ሆላንድ ከድና ግና ጀርመን ከድናስ ክንስዕሮም ኣይንክእልን ኢና and then ክንቃለስ እንተ ኢልና ክንሰርዕ ከኣ እሶም ሓንቲ ክውደቡ ስለ ዘይክእሉ እንታይ ዕንቅፋት ክገብሩልና ኣይክእሉን እዮም እዚ ኢና ተባሂልና which is ከምኡ ኢና ንኣምን። ሕጂ እዚ ዓሌትነት ኢሰያስ ኢዩ ዘመሓድሮ፣ ኢሰያስ ኢዩ ፈጢርዎ፣ ድኽነት ንገለ ገለ ገይሩ፣ ተነጽሎ ንገለ ገይሩ ኢዩ ፈጢርዎ። ስለዚ ነዚኣ ፈውሳ እንታይ ኢያ? ስልጣን ሒዝና ኣብ ዓድና ብቁጠባ ዲና ብከተማውነት ዲና ብገለ ኢና ነዚ ዓሌትነት ከነጥፍኦ ኢልና ኢና ንኣምን። ተረዲእኩም? ሕጂ ምናልባት ካብ ኣዘራርባ ዲዩ ካብ ኣርቲኩሌት ምግባር ዲዩ ገለ መለ እንተ ተቢሉ ኮይኑ ኣረድኡና። እንተ ካብኡ ዝሓልፍ ሓበሬታ ዘይበጻሕናዮ ድዩ ዘይጠቐስናዮ ድዩ ኣሎ ኮይኑ ንጥቀሶ። ኣነ እንድየ ዝመርሖ ዘለኹ ኣነ ሓላፊ ሕጂ ኩሉ ሰብ ስቅ በል ሕጂ እንታይ ክብለኩም መሲልካ እዚ ነገር ኣይትሓዋውስዎ ንዝኾነ ነገር ጠንቂ ኣሎ ሳዕቤን ኣሎ ኣብቲ ሳዕቤን ኣሎ ሕጂ ኢሰያስ ሳዕቤን እዩ እዚ እዚኦም ዘለዉ ሳዕቤን እዩ ሕጂ እዚ ጠንቂ እቲ ጠንቂ እዚ ናይ መግዛእቲ ጥልያን መጺኡ እቲ ጆግራፊ እቲ ጠንቂ ጆግራፊ ምዚ ናይ ጆግራፊ በቃ ጥልያን መጺኡ ሃይለ ስላሴ መጺኡ ኢሰያስ መጺኡ ብሙሉ እዚ ናይ ሰርያ ኮሎግዛይ ዝበሃል ቅድሚ ክልተ ሽሕ ዓመት ነበረን ሕጂ ዘሎን ፍልልይ የብሉ ኣብኡ ዝኾነ ይኹን ነገር የለን ኣብኡ ከሎ ከኣ ባቃ እዚኦም ከኒሻን ካቶሊክን ገለ ክገብሩ ከኣ እንታይ ፈጢሮም ማለት ዛንታ ባቃ እቶም ከኒሻ ናይ ኣውራጃ ስምዒት ናይ ዓሌ ስምዒት እቲ ናይ ኣኮሎጉዛይ ናይ ስምዒት እሱ ከኣ ተኾስኪሱ ገለ ከይዱ ሕጂ እዚ እቲ ጠንቂ እዩ ሕጂ ግን ክውንነት ኣሎ ክውንነት ተፈጥረ መንነት ኣሎ ተፈጥረ መንነት ኣሎ ኣብዚ ናይ ትግርኛ ሲ ባቃ እዚ ናይ ዓሌትነት ናይ ብሓቂ ሓደገኛ ክዉን ነገር እዩ። ንዓይ ከም ደመኛ ጸላእየይ ዝርእዩኒ ኣለዉ። ምኽንያቱ ዓሌተይ ካብ ሮንግ ዓሌት ካብ ሓማሴን ዝኾንኩስ ናተይ ሞት ናተይ ሕልፈት ዝደልዩ ኣለዉ። ዋላ ሕጂ እቲ ደሰንበደኒ ተስፎም ክሰምዖ ዘይደሊ ገለ ክገብሮ ዝደሊ ዘሎ በቃ ሃብቶም ንሕሸሉን፣ ምሕረትኣብን ሲ ብዛዕባ ናተይ ምቕታል ገለ ዛረቡ ኣሎ ኢለ ኢግኖር ገብሩ ኣሎ እዚኦም ኩሎም ኣውሮጳ ድዮም ኣብ ገለ ተቐትሉ ድሰንኮሉ ተሃርሙ ተገብረን ባጋሮ ሓሶት ይብለና ኣሎ ተስፎም ተስፎም ዝዛረቦ ዘሎ ሓደገኛ ዘረባ እዩ ካብቶም ናይ ዓሌታውያን ናይ ተስፎም ዘረባ ይኸፍእ ሓደገኛ ነገር እዩ ምክንያቱ ነዚ ንሪኦ ዘለና ብዓይንና ንሪኦ ንምኮሮ ኣብ ሂወትና ዝመፀና ዘሎ ነገር እንታይ ሽሙ ግበርዎ ናይ ናይ ውጩ ቪድዮ ምስ ገበርኩ ናይ ውጩ ሪኢቶ ልዕሊ ሓሙሽተ ሽሕ ሪኢቶ ኣሎ ተስፎም ከይድካ ንብቦካ ከይድካ ንብቦካ ንዑስ ኢሳያስ እዩ ነጊርዎም እዚ ናይ ታሽሙስ ገለ ኣይኮነን ኢሳያስ ኣይኮነ ቅድሚ ኢሳያስ ተፈጥረ ዓሌታዊ መንነት ኣሎ ፅልኢ ኣሎ

ወይ ፍቓድ ዝሃበኒ የለን ባዕለይ መንዚዐ ወስዶ። መንዚዕና ነጻነትና ወሲድና መንዚዕና ገረምጺና ነዚ ነጻነትና ጉንበት ዕስራን ኣርባዕተን እዚ ዕስራ ሰነ ከይብዓል ትግርኛ እዮም ሕጂ እንታይ እስኻ ወልሓደ የለን ገለ ትብሎ ዘለኻስ ትግርኛ እንታይ ዝገብሩና ዘለዉ ክብዓል የብሉን ናይዚኦም ብሩህ መጻኢ ማኒፌስቶ ኣንብቦ። ኣቡነ መትከል ማኒፌስቶ ኣንብቦ እዚ ኩሉ ናይ ሸፋቱስ ኣይነበረን የለን ክትብለና ሕጂ ሓፍተይ ድያ ጓል ሓወቦ እየ ደቀ ምሓርያ ተመሪዓሞ ኣብኡ የለን ብከምኡ ጃስቲፋይ ክትገብሮ ደቂ ሓትነይ ካብ ብዙሕ ተመርዓው ኣለዉ ካብ በቃ ካብዚ ሕጂ ሰራየ ዝበሃል ካብ ፕሪፈሪ ኮነስ ካብ እንግሊዝ እዮም ዋላ ካብ ገለ ዝወለዱ ኣሎ መውስቦ እንታይ ዝገብሮ ነገር የለን ዝቅይሮ ነገር የለን ስነ ልቦና ኖስ ወንካለ ተፈላለየ ሕጅስ እንታይ ትዛረብ ኣለኻ እንታይ ትብል ኣለኻ እንታይ ግበር ኩሉ ግዜ ግን ኣብ ዝኾነት ኣኼባ ግን ተስፎም ኮነ ኢልካ ደይ መደ ኢልካ ዕግርግር ከተምፅኻ እንታይ ትገብር በቃ ዳዕን ጎዲፎ የሎ ተስፌ ናይ ዕግርግረ ምፅን ኖኖ ኩሉ ግዜ ኖኖ ተስፎም
ተስፎም ተስፎም

ስምዓኒ ክነግረካ ብዘይ ፍቓድ ዝኾነ ሰብ ከይዛረብ ኣነ እንታይ እብለኩም ኣለኹ ጥራይ ኣስተውዕሉ እየ ዝብለኩም ዘለኹ እዚ ናይ ተስፎምስ ሓድሽ ኣይኮነን ዝኾነ ኣባል እዚ ትሬንድ ረኢኹም ትሬንድ ማለት ሲ ኩሉ ግዜ ዶት ኣራኽብኹም እዚ ከምዚ ዓይነት ምስ ተስፎምስ ሕጂ ራብዓይ ዲ ሓምሻይ ከምዚ ዓይነት ዘረባ ሃንደበ ዱብ ተኣንን ጠሮን ዶሞ ተስፌ ወላ ሓንቲ ምክንያቱ እስቲ እኮ ንኩላና ኣስጠቂና ስለ ዘሎ እኮ እዩ ምናልባት ተስፎም ዝዛረቦ ዘሎ ሲ ኩሉ ሰብ ዝዛረቦ ክኸውን ይኽእል እዩ ተረዲካ ሕጂ ክስቲ ኣይንግበሮ ኣይነፋልሓዮ ደሳለ ደሳለ ኣይትኹለፈኒ ኣነ ዝመርሖ ዘለኹ እንታይ ይገብር ኣሎ ኣነ እንታይ ክነግረኩም መሲልኩም እንተ በይኑ ዝስምዖ ኣሎ ዘረባ ሰብ የብለኩም ኣለኩ ናቱ ሽግር እዩ ናይዚ ምንቅስቃስ ሽግር ኣይኮነን ኣነ ምስ ተስፎ ምዛረብ ነይረ ቅድሚ ክልተ ሰሙን ድዩ ገለ መለስ ሰሙን ድዩ ገለ ምስ ኩሉ ሰብ ዛረብ እንተ ምሳይ መፅዮ ዘይዛረብ ኣሎ ናቲ ሽግር እዩ ኣነ ምስ ዝኾነ ኣባል ክዛረብ ክል እዚ ኣባል ነንሕድሕዱ ከዛረብ ኣሎ ኣብ ቲክቶክ ድዩ ኣብ ፌስቡክ ድዩ ተገቲሩ ክዛረብ እንዳወዓለ የለኹም ዘለኹም እንተ እንተ ሕቡእ ስምዒት ኣለዎና ትሽግር እዩ ሓንቲ ግን ክነግረኩም ኣብዚ ምንቅስቃስ እዚ ምንቅስቃስ ምስ ዝኾነ ውልቀ ሰብ ምትእስሳር ኣብ ዝምርኮስ ኣይኮነ ናይ ዝኾነ ውልቀ ሰብ ስምዒት ድዩ ገለ ድዩ ገለ ገለ ኣይኮነ ግንባር ጊንዳዕ ናይ መጨረሻ መጥቃዕቲ ከዓ ትኸሎ ንፀላኢ በቃ ሽዑ ንፀላኢ ኢዶም ዝህቡ ሰባት እዮም እዚ ፕሮሰስ እዩ ዝኾነ ሰብሲ ብዛዕባ ነብሱ ተጋነነ ግምት ከይህልዎ ተጋነነ ግምት ኣነ ከም ስምዒት ኣለኒ ከም ዝገለለ ንገለ ኣይኮነን እዚ ውዳበ እዩ ኣብዚ ውዳበ ከዓ ዲስፕሊን ወሳኒ እዩ እንተ ዓሌትነት የለን ዓሌትነት ምሂዝኩም ኢኹም ትገብሮ ዘለኹም እንተ ከምዚ ኣለዎ ኮይኑ ሓደገኛ ርእቶ እዩ ሓደገኛ ርእቶ ነዚ ምንቅስቃስ እዚ ነዚ ሃገር ድዩ ንዝኾነ ሰብ ዋላ ነዚኦም ኩሎም ኣብ እስራኤል ድዩ ኣውሮጳ ተቆርሲ መንእሰያት ውን ምጽላም እዩ ነዚ ዓሌታዊ ባእሲ። ነዚ ዓሌሜታዊ ባእሲስ ክንደይ እዮም ቆልዑ ዘኽቲሞም ዘለዉ ኣብ እስራኤል ድዩ ኣውሮጳ ድዩ ክንደይ ኣዴታት እየን ወል ደቀን ሲኢነን ክንደይ መንእሰያት እዮም በዚ ዓሌትነት ባእሲ ሰንኪሎም ዘለዉ።

ኩሉ ግዜ ከም ኣመል ከም ገለ ጌርካ ግን እንታይ ምግባር እዩ ሓድሽ ነገር ኣይኮነን ናይ ተስፉ ኣነ ዝከረንስ ራብዓይ ድዩ ሓምሻይ ከም ዝገብር ዘሎ እሱ እኮ ኣብ ኣተሓታትታ ምናልባት ክኸውን ይኽእል እዩ ተስፊ ሕጂ እንታይ እዚ እዚ ኣርእስቲ ግዜ ይብልናን ኢልካ እምበር ወይ ንእሽተይ ግዜ ሃቡና ኣብኡ ረድኢትና ክንህብ እንተዘየለ ግዜ ድሕር ሓሲሩ ኮይኑ ግን ኣብቲ ተኣሽሙ ንስገር ምክንያቱ በቲ ኖርማል ዘይብላ
እዚ ምንቅስቃስ ፖሊሲ ኣለዎ ኣተሓሳስባ ኣለዎ ግምገማ ኣለዎ ኩሉ ኣተሓሳስቡ ገምገሙ ከዓ ኣብ ጭብጢ ተመርኮሰ እዩ ዝኾነ ይኹን ሰብ መፅኡ እዚ ርእይቶ ክህብ እየ ከምዚ ገይረ ቀይሮ እየ ዓሌትነት የለን ገለ ፖሊሲ ፖሊሲ ናይ ምቕያር ዓቕሚ ዘለዎ ብቕዓት ዘለዎ ሰብ የለን ብቕዓት ዘለዎ ሰብ የለን። ዝኾነ ሰብ ክርድኦ እንተ ክትገብሩ ደሊኹም ደቅኹም ገዲፍኩም ሓዳርኩም ገዲፍኩም ኩሉ ግዜ መዓልታዊ ዳታ ኣክቡ፣ ኣንብቡ፣ መጽናዕቲ ግበሩ። ዝኾነ ፖሊሲ ሓደ ፖሊሲ ኣብ ሓደ መደምደምታ ክትበጽሕ ብውሑዱ ናይ ሓደ ዓመት መጽናዕቲ ኣለካ። ልዕሊ ሓደ ዓመት ዳታ ክትእክብ ኣለካ። ታሪኽ ተመሊስካ ክትርእዮ ኣለካ። ኩሉ ነገር ጌርካ ካብ መደምደምታ ትበጽሕ። ፖሊሲ ማለት ውሳኔ ማለት እዩ። ፖሊሲ ኣብ ሓደ መደምደምታ ክትበጽሕሲ ነቲ ታሪኽ ኩሉ እንታይ ክትገብሮ ኣለካ። ንሱ ከኣ በቃ ሓላፍነት ክትወስድ ኣለካ። እንታይ ትብል ኣለኻ።

ኖኖ እዚ ናይ ዓሌትነት ግን ኣሎን ፈረቓን ሓደገኛ የለን ምባል ከኣ በቃ ብጣዕሚ ካብቲ ዓሌታዊ ንላዕሊ ዝሓደ ዝገደደ ንትዓሽም እዩ ምክንያቱ የለን ተኢልካ በቃ እዚ ሽግር የለን በቃ እንታይ ንኹን ከምዚ ካንሰር ናይ ኩሊት ካንሰር ገይሩስ ካንሰር የብለይ ተኢሉ እታ ካንሰር እንታይ ክትገብርያ ድሕሪ ወርሒ ዲ ክልተ ወርሒ ክትቆትልያ በቃ ሕጂ ናይዛ ሃገር ቀንዲ ሽግር ከም ስትራተጂክ ትረት ንሪኦ ዘለና ብዓይንና እንታይ ተሞኪርና ንሪኦ ዘለናስ የለን ክብለና መጽዩ ኣይተፈጥረን ክብለና ነዚ ከዓ ከተፀባብቕሉ ዲኹም ገለ ክትገብርሉ ርእይቶ ክንህበሉ እንታይ ከ ርእይቶ ክትበሉ ደስ ኣለነ

ኣነ እንታይ ክነግረኩም ፖሊሲ ከመይ ወፅእ ሓሳብ ከመይ ተማዕብሎ ናሬሽን ብከመይ ዴቨሎፕ ትገብሮ። ከምዚ ስቅ ኢልካ ትገብሮ ተኮይንካ እንተ ክትገብሩ ናሬሽን ዴቨሎፕ ክትገብሩ ደሊኩም ግበሩ ግበሩ መፅናዕቲ ገይርኩም ዳታ ኣምፂኩም ጭብጢ ገይርኩም እንታይ ግበሩ እዚ ምንቅስቃስ ግን ባቃ ኣብዚ ካብዚ ካብ ብጅምርቲ ካብ ክልተ ሽሕን ሓሙሽተ ልዕሊ ዕስራ ዓመት ኣለዎ ነዚ ነገር እንታይ ክገብር። ሕጂ እንታይ ክብለኩም መሲልካ እዚኣ ዘዚ ትሰምዓ ኣለኻ እዛ ናይ ተስፎምን ናይ ደሳለን ክፍታሓ ኣለወን ዘን ነገር ዜን ድሕሪ ሕጂ ከምዚ ኢልና እንተ ክንቅጽል ኣይንኸልን ኢና ከምዚ ኢልና ክንቅጽል ኣይንኸልን ኢና ዘዚ ትሰምዓ ኣለኻ።

ተረዲኻ ዘለኻ ከነረድኦም ንፍትን ገለ ነብጹ ድሕሪኡ ከይዶም ዲክታተር እዩ ናርሲስት እዩ ከምዚ እዩ በቃ ኣልዕል ኣቢሉ እዩ ናይ ዓሌትነት ገለ ኩለን እቴን እዜን ዘረባ ካበይ ይመጻ ኣለዋ ተስተውዕለለን ኣሎ ትሰምዐን ኣሎ ሕጂሲ እሱ እዩ እቲ ልዕሊ ኩሉ ግን ብቅንዕና እንታይ ይኹን ነገራት ብቅንዕና ሓዝ ንሕና ንዛረብ ዘለና በቃ ኩሉ ሰብ ኬዝ በኬዝ እዩ በሎ ዋላ በቀዳማይ ኩሉ ኣባል ሰምዕ ናይ ሃብቶምን ንሕሸሉ ናይ ገንዘብ እዩ ናይ ገለ ኣይኮነን ገለ ዓሌትነት እዩ ገለ ገለ ይበልኩ ኮምኡ ኢሉ እንታይ ዝገበረ ሰብ የለን ከይዶም ግን ነቲ እሶም ዝብሎ ዘለው ግን ኦድየንስ ኣለዎም ድሰምዕ ብዛዕባ ተስፋጼን ድዩ ብዛዕባ ካብዚ ከባቢ ዝመጸስ ድሰምዕ ኣለዎም በቃ ዝበልካ ኢልካ ዝቀበል ኣለዎ ኮምኡ ኢና ኢልና ሕጂ ግን ኣብዚኣ ኩላ ግን እዛ ኩላ ትገብራ ዘለካ ግን ዘዚካ ዘዚ ክንደይ ግዜ ይዛረበካ ዘሎ። ኣነስ ኣብ ከምዚ ነገር ዝኮነ ኤነርጆይ ድዩ ግዜ ከጥፍእ ኣይደልን ሙሉ መዓልቲ ካብ ንግሆ ኣብ ከመይ ዓይነት ስራሕ ኣብ ከመይ ዓይነት እንታይ ሽሙ ገለ ዘሕለፍኮ ባዕለይ ይፈልጦ ሕጂ መጺካ በቃ ክታ ክገብር ኣይደልን እየ ስለዚ እዛ ነገር እዚኣ ካልኣይ ግዜ ክትድገም የብላን እዚኣ ነገር እዚኣስ ክትድገም የብላን እዚ ደሳ እዚ ደሳለ

ያ ሕጅስ ኣይድልየንን ይብለካ ከሎ ጀስ ኣነ ኣብዚ ምምራሕ ኣብዚ ምዝራብ ኣብዚ ምድላው ቪድዮታት ኣብ ምግባር ኣብ ገለ ምግባር ብሙሉ ስራሕ ኣለኒ ምሳኻ እንተ ክገብር ኣይድልኒ ድሕር ሕጂ ብዙሕ ፈቲነ ብዙሕ ከዘራርቦ ንዓኻ ንተሾመ ንዘዚ ንዓወት ኣምፅኤ ፈቲነ ገለ ፈቲነ ገለ እንተ ክገብር ኣይክእልን ንዓኻ ሓደ ብሓደ ተዛሪበካ ተስፎ መዓት ተዛሪበኩም ገለ እንተ ክገብር ኣይከኣልኩ ስለዚ እዚ እንታይ ንግበር የብለኩም ዘሎ ብሓንሳብ ዝቅጽል ምክንያት የብልናን ዝኮነ ነገር የብልናን ይብለኩም ኣለኩ እዚ ምንቅስቃስቃስ ክጅመር ከሉ ክከይድ ከሎስ ንደሳሌ ወይ ንተስፎም ወይ ንወደባይ ወይ ንውልቀ ሰባት ኣሚኑ ይተበገሰን ዝኮነ ሰብ እዚኣ ብርህቲ ክትኮኖ ኣለዎ እዚ ምንቅስቓስ ክኸይድ እዩ፣ ክቕፅል እዩ። ዝኾነ ሰብ እዚኣስ ክትበርሃሉ ኣለዋ። እዚ ምንቅስቓስ እንታይ ዝገብሮ ሰብ የለን ድሕሪ ሕጂ ክዕንቅፎ ድዩ ገለ ክገብሮ ዝኽእል ሰብ የለን። ተረዲኹም ዘለኹም ኣብዚ ነዚ ምንቅስቃስ። ሙሉእ ሂወትና ተወፊና ንሰርሓሉ ሰባት ኣለና። ተወፊና ካሊእ ሓዳር የብልና ካሊእ ሂወት የብልና ካሊእ ዝኾነ ነገር የብልና። ሕጂ ጥራይ ዘይኮነ ከዓስ ባቃ ስድራና ሙሉእ ኣሰሊፍና ተዋጊእና ኣብዚ ሃገር። ገለ ከምኡ ንገብር ኔርና ሕጂ ዝቅጽል ትራዴሽን ሕጂስ እንታይ ትግበሩ እየ እብለካ ዘለኹ። ስለዚ ዘዚ እዛ ካልኣይቲ ነገር ንዓኻ እያ እትሓዘካ ስታይ እታ ኣሽሙ ብግልጺ ክነግረካ ዘዚ ኣብ ርእሴኻ ኣለኹ እዛ ነገር እንታይ እንተዘይ ኮይና እዚ ናይዛ ነገር እዚኣ ወዲእና ናብ ዛዕታ ኣሽሙ ንሕለፍ እዚ ኩነታት ናይ ኤርትራ እዚ ኣብ ኤርትራ እዚ ዜና ክንደይ ሰባት ኢኹም ትከታተልዎ ዘሎ እዚ ናህና ዜና ትከታተሉ ኢኹም ኩሉኹም ምሽ እዚ ዜና ትከታተሉ ተለኹም ብምሉ ኣብ ኤርትራ መዓልታዊ ንመጀመርታ ግዜ ኢና መነባብሮ ናይቲ ህዝቢ ደይ ቱ ደይ ዘሎ ነገር ኣብኡ